ሰላም ቤተሰብ ንኢሎሚ ዝኸውን ኣዝያ መሳጢት ፊልም ሒዝናለኹም መጺና ኣለና ናይ ድኻምና ክፊሊት ሳብስክራይብ ስለ ዝኾነ ድማ ቪድዮና ንምጅማር ሳብስክራይብ ምግባር ኣይትረስዑ ታሪኽና እንትጅምር ዊስል ዝበሃል በዓል ሃፍቲ የላልየና ኣዝያ ጽብቕቲ ሕፅይቲ እውን ኣላቶ እሳ እውን ናታሊ ትበሃል እዚ ሰብ ብዙሕ ገንዘብ ዋላ ይሃልዎ ደኣ እምበር ህይወቱ ሕጉስ ኣይኮነን ናይዞም ሰባት ፍቕሪ ድማ ንብዙሕ ሰብ እዩ ዘቕንእ ነይሩ። ሕዚ ግን ኣብ ማእኸሎም እንታይ ከም ዝኣተወ ዘይፍለጥ ፍቕሮም ይቕንስ። ካብኡ ድማ ናይ ዊሲን ንእሽተን ሓዊ ዋልተር ሚስ ሓንቲ ጓል እናተባኣሰ የርእየና። ዋልተር እውን ባህርያቱ ብጣዕሚ እዩ ኸቢ። ብኻሊእ ወገን ድማ ሊንዚ ትበሃል የላልየና። ኢሳ ድማ ገዛ ኽራይ ምኽፋል ዘይትኽእልን ኣዶ ሓንቲ ቆልዓ እያ። ሊንዝ ዋላ ቤዚ ትኹን ደኣ እምበር ናብ ስራሓ ቀልጢፋ እያ ትኣቱ። ኣብ ስራሓ ምስ ኣተወት እውን ማኪናኣ ኣብ ናይ ሰብ ማኪና ጠጠው መበሊ ትገብራ እሞ ሚስ ዋልተር ትበኣኽ እዛ ድኻ ብኸመይ ከም ዝተዋግዐኒ ብምባል ማኪናኣ ንከውርሳ ይሓስብ። ግን ከዓ ሓዉ ስለ ዘረጋግዖ እቲ ዝደወለሉ ቴሌፎን ጠጠው የብሎ። ሽዑ ሊንዝ ጓላ ኣብ ማኪና ገዲፋ እያ ናይ ገዛ ኽራይ ንምኽፋል ናብቲ ትካል ዝመጸ ካብተን ውሕዳት መሃያኣ እውን ናብ ግብሪ ተቖሪጸን ኣብ ኢዳ ዝኣትዋኣ ውሕዳት ገንዘብ እየን እዞም ክልተ ኣሕዋት ድማ ማኪናኣ ንከውርስዋ ውሕዱ እዩ ተሪፍዎም ሊንዚ እውን ብጣዕሚ ተሓርቕ እሞ ንክልቲኦም ትጸርፎም ሽዑ ሊን ብጣዕሚ ዘጽልእ መዓልቲ ነሕለፈት እያ ንጓላ ብእግራ ናጓየየት ድማ ናብ ቤት ትምህርቲ ተብጻሖም ናይቲ ቤት ትምህርቲ ዳይረክተር ኒሊን ዝትርእያ እሞ ንምንታይ ኢኺ ንጓልኺ ብኣግባቡ ዘይትሕዝያ ትብሎ ብኻሊእ ወገን ድማ ናታሊ ምስ ቤተሰባ ብምዃን ኣብ ናይ መርዓ መዓልታ ትኽደኖ ቤሎ ናብ መረፃ እየን እተን ቤተሰባ እውን ቀልጢፍኺ ካብ ተመርዓኺ ቀልጢፍኪ ውለዲ ይብለኣ ሊንዝ ናይ ገዛ ኽራይ ንምኽፋል ምስ ተመለሰ እቲ በዓል ገዛ ቑሑታ ናውፅኦም ትረኽቡ ኣብ ፍርናሻ ውሽጢ እውን ሓቢኣ ዘቐመጠቶ ገንዘብ ነበረ። እቲ ገንዘብ እውን ኣይረኸበቶን። ሞራላ ምስ ተሰበረ ድማ ሊንዝ ዝረኸበቶ ነገር ብምእራይ እቲ በዓል ገዛ እናተጻረፈትን እናተራገመትን ናብ ማኪናኣ ተኣቱ። እዞም ሃፋትም ክልተ ኣሕዋት ድማ ምስ ኣዲኦም ምሳሕ ንምብላዕ ኣብ ሓደ ሬስቶራንት ይራኸቡ። ዋልተር ድማ ምስ ኣደኡ ይስማዕማዕ ኣይነበረን። ኣብ ትካሎም እውን ቅልል ዝበለ ጸገም ኣጓኒፍዎ ነበረ። እዚ ዝተፈጠረ ድማ ብናይ ዋልተር ሸለልትነት እዩ። ገዛ ዘይብላ ሌንዝ ድማ ንጓላ ካብ ቤት ትምህርቲ ተውፅኣ እሞ ኣብ ተቐምጣ የደናገራ። ወሲዳ እውን ኣብቲ ትሰርሐሉ ትካል ኣብ ናይ ፅሬት መካየዲ ኣቑሑት ክፍሊ ተእትዋ እሞ ውሽል ድማ ንእሽቶን ሓው ዝፈጠሮ ጸገም ንምዕራይ ለይትን ቀትርን ኣቢረ እዩ ዝውዕል። ወልተር ድሞ ዝተወሰነ ስራሕ ምስ ሰርሐ ምስ ኣጓላት ገንዘቡ ንምጭፍጫፍ እዩ ዝወጽእ። ናታሊ ድማ ምስ መሓዛኣ ናብ ሓደ ዝተጸውዐቶ ፕሮግራም ትኸይድ። ብእውን ንመሓዛኣ ከም ትብላ ተኾይኑ ምስ ወግሐ ምስ ተፈላለና ምሸት ኢና ንራኸብ ደኣ እምበር ተደዋዊልና ንባዕሊ ሰላም ኣይንበሃልን ትብሎ። ኣብቲ ቢሮ ውሽጢ ድማ ካብ ውሽል ወፃኢ ካሊእ ኣይነበረ እሱ እውን ከይወደአ ምውፃእ ስለ ዘይደለየ ኣብ ውሽጢ እዩ ዘሎ ሊንዝ ድማ ናይቲ ትካል ናይ ፅሬት ሰራሕተኛ ስለ ዝኾነ ምሸት ኣብ ስርሓ እያ ዘላ ናይቲ ትካል ቴሌፎን ብምጥቃም ናደወለት ውሲል ይርእያ እሞ ሽዑ ውሲል ንምንታይ ኢኺ በቲ ናይ ትካል ቴሌፎን ትድውሊ ይብላ እሞ ሊንዝ ድማ ተደሊኻ ከይድኻ ነቲ ሓለቓ ተዛረብ ብትብሎ፣ ናይቲ ትካል በዓል ዋና እሱ ምዃኑ እውን ኣይፈለጠትን ነይራ። ሊንዝ ስርሓ ምስ ወደአት እውን ሚስ ጓላ ብምዃን ኣብ ማኪናኣ ውሽጢ ኮፍ ትብል። ዊስል ናብ ገዝኡ ክኸይድ ምስ በለ እውን ኢዘን ኣደን ጓልን ኣብኡ ይርእየን። ሽዑ ሊንዝ ንከየዛርባ ምርሓቕ ናፈተነት እያ። ዊስል ግን ማኪንኡ ጠጠው የብል እሞ ናበን ይመጽእ። ብእኡ እውን ሚስ ጓላ ኤርያን መሓዛ ይኸውን እሞ ናይቲ ትካል በዓል ዋና ምዃኑ እውን ይነግራ። ሊንዚ ድማ በቲ ቅድም ኢላ ዝተዛረበቶ ዘረባ ብጣዕሚ ትስንብድ እሞ ይቕሬታ ትሓቶ። ኤርያል ድሕሪ ካብ ቤት ትምህርቲ ምምላሳ ምንም ምግቢ ኣይበልዐትን ነይራ። ሽዑ እውን ከብዳና ጥርዐ ይሰምዕ እሞ ሽዑ ድማ ድራር ንክጋብዘን ይዛረብን። ኤርያል እውን ብጣዕሚ ትሕጎስ እሞ ናይ ናታሊ መሓዙታ ድሞ ንምንታይ እስካዕ ሕጂ ሰብኣይኪ ዘይተላልይ እናነበላ እየን ውሽል ድሞ ሚስ ሊንዚ ጽቡቕ ግዜ ናሕለፈ ነበረ እቲ ዝገርም ነገር እውን ክልቲኦም ሞተር ሳይክል ብጣዕሚ እዮም ዝፈቱ ሊንዝ ሙሉእ መዓልቲ ዘሕለፈቶ ጽቡቕ ኣይነበረ ሕዚ ግን ኩሉ ረሲዓ ጽቡቕ ነገር እያ ተሕልፍ ነይራ ውሽል እውን ሕልማታይ ምዃኑ ይሓታ እሞ እሳ ግን ናይ ጥዒና ተምሃሪት እየ ነይረ፣ ግን ከዓ ናይ ጓለይ ኣቦ ወታደር ስለ ዝነበረ ኣብ ውግእ ስለ ዝተሰወአ እውን ኣማራፂ ስለ ዘይነበረኒ ትምህርተይ ኣቋሪፀ ጓለይ ምዕባይ ጀሚረ ትብሎ። ናብ ገዝኦም ንክኸዱ ካብ ተላዕሉ ንድሓር እውን ዊስልነታ ወይ ተርጊፍቲ ዘቐመጠላ ገንዘብ ፍርቂ ትወስዶ። እስካዕ ሽዑ ኣብቲ ቦታ ዝነበረት እውን ኔዳዲ እዩ ተወዲእዋ ነይሩ። ሽዑ ምሸት ድሞ ናታሊ ሰኺራ ስለ ዝነበረ መሓዝታ ደጊፈን ናብ ገዛ የምጽኣ። ኣብቲ ዝቕጽል መዓልቲ ዊሲል ነቶም ናይቲ ትካል ሰራሕተኛታ ካብቲ ዝነበረም ጸገም ከም ዝወጹ ይዛረቡ። ሊንዚ ድማ ኣብ ጎደና ዝሓድሩ ሰባት ትረክብ እሞ ብታሕጓስ እውን ንጓላ ካብ ቤት ትምህርቲ ትወስዳ። እቲ ዝገርም ነገር ግን ኢራን ኾፍ ኢላ ኣዲኣ እናተጸበየት ናሃለወት ረሲዓቶ ምስ ኣዲኣ ዘለዎን ጸገም ንመምህራ ትነግራ። ኢታ መምህር ድማ ንሊንዝ ዘለዎ ቦታ ትሓታሞ። ሊንዝ ድማ ጓለይ ሓስያትኪ እያ ትብሎ። ኢታ መምህር እውን ካብ ሕዚ ጓልኺ ትከናኸን እያ ተዘይኾንኪ ናብ ሕጊ ደውለ ብመንግስቲ ከውስዳ እየ ትብሎ። ጓለይ ክስእን እየ ዝብል ሓሳብ ንሊንዝ የፍርሓሞ። ሕርቃን ኣብ ጓላ ተወጽኦ። ሽዑ ምሸት ዊስል ኣምስዩ ይሰርሕ ስለ ዝነበረ ኢራል ኣብቲ ናይ ኣቑሑት መቐመጢ ደቂሳ ይረኽቦ። በቲ ዝረኣየ ነገር እውን ይሓዝን እሞ ናብ ቢሮ ወሲዱ የደቂሳ። ኒሊንዝ ምስ ረኸባ ድማ እንታይ ዓይነት ኣደ ኢኺ ብኸመይ ንጓል ክስካዕ ክንድዚ ተሳቐያ ይብላ እሞ ሊንዝ እውን ዝገብሮ ስኢነ በይነይ ናብራ ከቢድኒ ትብሎ ብእውን ገና ቆልዓ ስለ ዘይወለድካ ኣይትመካሕ ትብሎ ስርሓ ምስ ወደአት ድማ ኣብቶም ጎደና ዝሓድሩ ከይዳ ትሓድር ዊስል ሽዑ ምሉእ ለይቲ ድቃስ ክወስዳ ኣይከኣለን ብኻሊእ ወገን ድሞ ሊንዝ ደቂሳ ናሃለዉ ሓደ ሰብ ክደፍራ የፍትን እሞ ሰንቢዳ ትትስእ ብእውን ኣቑሒታን ጓላን ብምሓዝ ድሞ ብቕልጡፍ ትወፅእ ሽዑ እውን መማረፂ ስለ ዘይነበረን ኣደን ጓልን ኣብ ማኪና ውሽጢ ይሓድራ ውይ ስላ ዕረየዮ ዝበሎ ናይ ሓዊ ጥፍኣት እውን ሕዚ እውን ብሓዊ ምኽንያ ኩሉ ነገር ከም ዘይነበረ ይኸውን ዋልተር ይመጽእ እሞ ናይ ዓብዪ ሓዊ ይጠርዓሉ መዘወሪ ፈቓደይ ተመንጢለ ንሃለኹ ንምንታይ መጺእኻ ናብ ስራሕ ቦታ ዘይወሰድካኒ ይብሎ ሽዑ ኣብ ናይ ውሲል ጸሓፊ ሊንዝ ናይ ምስጋና ወረቐት ትሰደሉ ዋልተር ድሞ እቲ ወረቐት የንቦ እሞ ሽዑ ንሓዉ መወዳእቱ ምስ ናይ ጽሬት ሰራሕተኛ ፍቕሪ ጀምርካ ይብሎ ምሸት ድማ ዊስላም ስዩ እናሰርሐ ስለ ዝነበረ ሊንዚ ትረኽቦ ብእውን ብዝገበረላ ነገር የቐንየለይ ትብሎ እሞ ብእውን ደኺምዎ ስለ ዝነበረ ማሳጅ ትገብሮ እቲ ዝገርም ነገር እውን ዊስል ደኺምዎ ስለ ዝነበረ ማሳጅ ምስ ገበረቶ ይፍታሕታ ኣብቲ ዝቕፅል መዓልቲ ድማ ኣብ ናይ ልንዚ ስራሕ ቦታኣ ናይ ህፃውንቲ መሰል ተኸራኸርቲ ይመፁ እሞ ንኤርያል ንምውሳድ እናተሰሓሐቡ እዮም ሃንደበት ድማ ወሲሉ ይርእዮም እሞ ሊንዚ እውን ምንም ምግባር ስለ ዘይትኽእል ጓላ ኣሕሊፋ ትህቦም ብእውን እዛ ሓጋዚ ዘይብላ ሰበይትና ነብዐት ይርእያ እሞ እንታይ ክሕግዘኪ ይብሎ ሊንዚ ድማ ብተደጋጋሚ ንክሕግዝዋ ዝቐረብዋ ሰባ ሕማቕ ይገብርዋ ስለ ዝነበሩ ከይተኣምና ኣይደለየትን ግን ከዓ ካብ ልቡ ከም ዝሕግዛ ይዛረባ እሞ እሳ እውን ናብኡ ተጸጊዓ ንብዓታ ትቕጽል ውሽል ድማ ኣብ ናይ መጀመርታ ውህብትኡ ኩሉ ነገር ዝተማልኦ ገዛ ይህቦ። ኣብ መጀመርታ ሊ ንምቕባል ተኣቢ ነይራ፣ ግን ከዓ ገዛ ተዘይሒዛ ጓላ ከም ዘይትረኽባ ስለ ዝፈለጠት ሕራይ ትብሎ። ድሕሪ መዓልታት ድማ ኣደን ጓልን ብሓባር ምንባር ይጅምሮ። ሊንዚ እውን ዝገበረቶ ነገርን ዘጥፍኣቶ ጥፍኣትን ኩሉ ንጓላ ይቕሬታ ትሓቶ። ናታሊ ቅድሚ መዓልታ ናይ ዊሲል ባህርያቱ ከም ተለወጠ ናርኣየት እዮ እንታይ ከም ዝረኸበ እውን ብጣዕሚ ሕጉስ ነበረ ርግጸኛ ኮይና ትፈልጦ ነገር እውን ኢዚ ሓጎስ ካብኣ ከም ዘይመንጨወ ትፈልጥ እያ ብእውን ዘይተላለያ ጓል ከም ዘላ ምጥርጣር ትጅምር ሊንዚ ድማ ብኢዚ ገበረላ ነገር ንክተመስግኖ ሜሳሕ ንክትጋብዞ ናብ ቢሮኡ ትኸይድ ኣብዚ ማእኸል ዋልተር ይርእያ እሞ ዊሽል ድማ ሞተር ሳይክል ከም ዝፈቱ ስለ ዝነገራ ሞተር እያ ተለቂሓትሉ ዝመጸት ጥዑም ግዜ ናሕለፍ ንሃለዉ ድሞ ሊንዚ ንውሲን ሓቒፋ ትስዕሙ እሱ እውን እቲ ዘለዎ ነገር ከፍልጣ ስለ ዝደለየ ሕፂቲ ከም ዘላቶ ይነግራ ውሲል ድማ ድሕሪ ብዙሕ ድኻ ካብቲ ናይ ትካል ጸገም ይወፅእ ብእውን ኢቶም መሳርሕትን ሕጽይትን ኣብ ዘለውዎ እቲ ዕድል ናኽበሩ እዩ። ሊንዝ እውን ኣብቲ ቦታ ጸንሐ። ብእውን ዋልተር ስሒቡ የምጽኣ እሞ ሚስ ናታሊ የላለዮ። ናይ ዊሲል ኣደ እውን ዊሲል ኒሊ ብኸመይ ከም ዝርእያ እንትዕዘብ ብዙሕ ተስፋ ኣይትግበሪ ሕጽይቲ ኣላቶ እያ ትብሎ። ብዙሕ ከይጸንሑ እውን ዋልተር ምስ ኣዲኡ ይበኣስ እሞ ኣዲኡ ስለ ዝሓረቐት ድማ ኣብቲ ሰብ ምሉእ ብጽፍዒት ወቕዑ። ኢሱ ናብ ቅድሚ ሰብ ወቕዓትኒ ብምባል ምስ ሓው ምበኣስ ይጅምር። ዝገላግሎም ስለ ዝተሳእነ ድሞ ሊንዚ ትፈላልዮም። በቲ ናይ ሊንዚን ዊስልን ዘሎ ኣረኣእያ ድሞ ኩሎም ይስንብዱ። ዊስል ገዛ ካብ ዝኸደት ንደሓር ዲቃስ ክወስዳ ይከኣለን። ሽዑ እውን ናብ ሊንዚ ይኸይድ እሞ ክስዕማ ይፍትን። ኢሳ እውን ድሕርሕር ናበለ ሕጽይቲ ከም ዘላቶ ተዘክሮ። ዊስል ናብ ገዛኣ ካብ ዝተመለሰ ንደሓ ናታሊ እውን ከም ዘይፈትዋ ስለ ዝተረደአ ንኽፈላለዩ ተሓቶ። እቲ ዝገርም ነገር እውን ክልቲኦም ኣብቲ ምፍልላይ ዝብል ሓሳብ ይስማዕምዑ። ንክፈላለዩ ንክዛረብዎ ናብ ኣዲኡ ይኸይድ እሞ እሳ እውን ሰባት ኣኪባ ምድላው ገይራ ትጸንሖ። ዊስል ድማ ካልእ መማረፂ ኣይነበሮም። ሚስ ናታሊ ከም ዘይምርዐውን ንውሕድ ግዜ ስራሕ ጠጠው ኣቢሉ ድማ ናብ ኣፍሪካ ከም ዝዛወርን ይዛረብ። እስካዕ ሽዑ ድማ ነቲ ስራሕ ዝትክኣሉ ሰብ ሓደ ጆን ዝተብሃለ መሳርሕቱ ይውክል። እዚ ዘረብ እውን ንዋልተር ብጣዕሚ የሕርቆ። ዊስል ነዚ ምስ ተዛረበ ካብቲ ገዛ ወፂኡ ይኸይድ። ምስ መሸወ ድማ ከይዱ ንሊንዚ ይረኽባ እሞ ሽዑ ሊንዚ ምስ ረኣየቶ ኣብቲ ሓደ ምሸት ዝገበርዎ ነገር ይቕሬታ ተሓቶ። እሱ እውን ይቕረ ይብላ እሞ ንውሕድ ግዜ እውን ስርሑ ጠጠው ኣቢሉ ናብ ኣፍሪካ ክዘናጋዕ ከም ዝኸይድ ይዛረቦ ብእውን እቲ ዝቆረፀ ትኬት ይህባ እሞ ምሳይ ምኻድ ትደሊ ተኾንኪ እውን ብሓባር ንዕና ይብሎ እቲ ዝገርም ነገር ግን ምስኡ ከም ዘይትኸይድ እያ ተዛሪባቶ ውይስል ከም ዝበለ ድሞ ጆን እቲ ትካል ብስነ ስርዓት ምምራሕ ይጅምር ዋልተር እውን ኣማራፂ ስለ ዘይነበሮ ስርዓቱ ሒዙ ስርሑ ምስራሕ ይቕጽል። ዊስል ቅድሚ ምኻዱ ኣድኡ ኣብ ኤርፖርት መጺኣ ትሰናበቶ። ኣብቲ ፕሌን ምስ ኣተወ እውን ዘይተጸበዮ ሰብ እዩ ረኺቡ። ሊንዝን ኤሪካን እውን ብሓባር ናብ ኣፍሪካ ንምኻድ ይስማዕምዖ። ሊንዝ እውን ብጣዕሚ ከም ትፈትዎ ትነግረሙ ሓቒፉ ይስዕሞ። ታሪኽና እውን ኣብዚ ይውዳእ። ቪድዮና ዝፈተኹሞ ድማ ላይክን ሳብስክራይብን ብምግባር ቤተሰብ ኹኑ።